ሰላም ሰላም ክብራት ኣሕዋተይ ከመይ ኣለኹም ከመይ ኣለኽን ካብ ምዛነ ፅቡቅ ዘለዎ ፅቡቅ ክትልዎ በዓል ትምህርቲ ተስፋ እየ ንስኹም ዘለኹም ማየ ሓፍትኹም እየ ልማዕንቲ እውን ብፍልይ ዝበለ መደብ መፅኦኩም ኣለኹ እዚ ግርማይ ድዩ ገለ ዝበሃል ወዲ ኣብዚ ክልተ መዓልቲ እዚ ኣጀንዳ ኮይኑኒ እና ብዛዕባ ሸዊት መዝገበ እናተናገረ ነይሩ። ኣነ ብጣዕሚ እዩ ገሪምኒ ማዕረ ክንድዚ ምውራድስ ስለምንታይ ትደልዩ ስለምንታይ ከ ድሕሪ ክንደይ ዓመት ንኣ ዳውንሎድ ምግባር መፅኡ ዝኸስ ሰዓት ብጣዕሚ ንገርም መኻዓ ካብ ዓብዪ ሰብ ዘይትፅበዮ ነገር ማለት እዩ ብዛዕባ ወየ ክናገር መፅየ ማለት እዩ ኣብዛኛው ደቂ ተባዕትዮ ጓል ተነስተይቲ ብድሕሪኦም ማለት እዩ ክትወድቕ እምበር ክትለዓል ኣይደልይዋን እዮም

ወዲእካ ይተወድቕ ኢልና ሸዊት ሓፍትና ከዓ ኣብዚ ኸዚ ሰዓት ኣብ ህዝቢ ትግራይ ዘለዋ ተቐብሎ ብጣዕሚ ንላዕለ ደረጃ እዩ ማለት እዩ። ብጣዕሚ ህዝቢ ንፈትያ ሙዚቃ እውን ደስ በሃልቲ ብጣዕሚ እዮም ደስ በሃልቲ ማለት እዩ። ሕማቕ ሙዚቃ ይብላል እና እንታይ እየ ክብል ደልየ ከምዚ ነይራ ከምዚ ነይራ ሂወት ተቐያሪ እዩ ዞሩ ዞሩ ሂወት ትቕይር ኢኻ ከምኡ ኢልካ ኣይትነብሪ ጥራሕ ጥራሕ ዛና ኢና መፂና የተምሃርናይ መፂና ናብዚ መሬት እዚ ክንመፅእ ኣለና ካብኡ ግን ምስ ተወለድካ ምስ ዓበኻ መጀመርያ ክዳን ትኽደን ካብኡ ትምሃር ትፈልጥ ተስተኻኽል ነብስኻ ትሃንፅ ወዘተ ከምዚኦም ዝኣምሰሉ ማለት እዩ እና እሱ ግን ከም ሽንፈት መጀመርያ ዝነበረቶ ሂወት እዚ ከም ሽንፈት መጀመርያ ከጅምር ናሃለኻ ዞሩ ዞሩ ማንም ሰብ ንይጋገ ሰብ የለይ ሓፍ ኢሉ ደሞ ናብ ላዕሊ ደረጃ ንበፅሕ ሰብ የለን ምክንያቱ ተይተጋገኻይ ሕማቅ ነገር ተይሕለፍካይ ሲ ኣብ ግዜ ቁልዕነትካ ኩላትካ ኩላትናት ከምኡ ንሕልፍ ኢና ሕማቅ ነገር ትሕልፍ ኢኻ ትጋገ ኢኻ ሲጀመር ጌጋ ይኾነ ናቱ እዚ እዚ ተጋጊያ እዩ ይኾነ መላዒ ትኽእሊ ነይራ ክዳነይ ትኽደኒ ነይራ ምክዳኒት ንወረደ ዘረባ በቃ ካብ ሓደ ዓብዪ ሰብ ዘይፅበዮ ካብ በዓል ሓዳር እሞ ከዓ በዓል ሓዳር ድሕሪ ክንደይ ዓመት መፅኡ ክናገር ሲ ካብኡ ዘይፅበዮ ነገር ስለምንታይ እንታይ እንታይ ማለት እዩ እዚኻ ዝቀንዕ እኮ እዩ ኣነ እየ ሃምዚ ገይረያ ኣነ እየ ሃኒፀያ ትሕቲ ፈጣሪ ኣነ እየ ሃኒፀያ ልዕሊ ወለዳይ ትሕቲ ፈጣሪ ኣነ እየ ሃኒፀያ ኣነ እየ ካልኣይ ሰሪሐያ ንዝብል ነገር ብጣዕሚ እዩ ሼም ጆርጆ ደቂ ተነስትዮ ኣብዚ ነገር እዚ ክትርድኡ ዘለክን ማለት እዩ ደቂ ተባዕትዮ እውን በርግፅ ተበደልቲ እኒኡ እዮም ሙሉእ ንሙሉእ ሲ ወዲ ተባዕታይ በዳሊ እዩ ወዲ ተባዕታይ ከምዚ እዩ ኢልና ክንድምድሞ ኣይንኽእልን ስነስርዓት ዘለዎ ደቂ ተባዕትዮ ስለ ዘለዎ ከይንመላላእ ሰብ ማለት እዩ ግን መብዛሕትኡ ወዲ ተባዕታይ ከምዚ ዓይነት ኣወዳት ብጣዕሚ እዮም ገርሙና ኣነ ዓርሰ ምትሓት እዩ ከምዚ ክትወልፆም ዘይደልዩ ኣወዳት ዓርሶም ስለ ዓርሶም ስለ ዘይኣምንዋ እዩ ኩሉ ግዜ ኣብ ትሕቲኦም ኮይና ተደንቢራ ተጨማሊቓ ተጨናኒቓ ክትነብር እዮም ደልዩ እምበር ወፂኣ ብናይ ባዕላ ላይፍ ብናይ ባዕላ ስራሕ ብናይ ባዕላ ኮንፊደንስ ክትንቀሳቐስ ኣይደልይዎን ጓል ተነስተይትና ከምዚ ዓይነት ከጋጥመክ እናሃለየ ኖርማሊ ፍቅራዊ ህይወት የጋጥም ይኽእል እዩ ኣብ ህይወት ትጅምር ተቋርፆ ሓደ ሓደ ግዜ ይምሰለልካ ሓደ ሓደ ግዜ ዘይምሰለልካ ነገር እኒአና ጥንካሬ ክንበል ንብዓትኩም ከይተርእያ ጥንካሬክን ብ ንብዓትክን በጭራሽ በጭራሽ ማለት እዩ ንምንታይ ሓመድ ልሒዝክን ዘይትለዓላ በፍጹም ተኣምር እንታይ እየ ክብል ደልየ ከዚ እሱ ኣብዚ ይመፁ እዩ ሃምዚ ብምዋሉ ኣነ እየ ሰሪሐያ እዩ ንዓይነቱ እዩ ንብላ ከዚ ኣነ እየ ሰሪሐያ በዲላትኒ እያ ከምዚ ገረያ ከምዚ ገረያ ብዙሕ ነገር ኮታ ሰናጊሩ ግን ኣነ እንድዒ መዓረ ክንድዚ ንወረደ ዘራራ ግን ንምንታይ ዓሰርተ ዘይብድለኒ ምሳይ እየ ዝነበረሰ ንባዕለይ ይበል ኻላስ ተበዲልካ ንባዕለይ ይበል ብንኾነ ነገር ኣጋጣሚ ተራኺብካ ብንኾነ ነገር ኣጋጣሚ ትፈላለ ትውዳእ ኣብ ክንዲ ሕሪእና ዘርካ ስለምንታይ ህይወቱ ትብፅብፆ ነቅን እዩ እዚ ሕርር እዩ ስለዝወለፀቶ ተሰማዕነት ስለዝረኸበት ሰብ ስለዝፈትዋ ህዝቢ ስለዝፈትዋ ኣብ ህዝቢ ኣብ ዓይኒ ሰብ ስለዝኣተወት ብስርሓ ብጥንካሬኣ ሕር ኢሉ ዳውን ድገብራ መፅኡ ጆር ጆር ግን ሪኢኽና ኢኽን እታ በትሪ ንባዕሉ ተገምጢያቱ ንሕማቅ ገባሪ ንባዕሉ እያ ትግምጠሎ ካብኡ ከዓ ጋዜጠኛ ናይል ሚድያ ማለት እዩ ፅቡቅ ነገር ከም ትሰምዕላ እንዴ ከምዚ ዓይነት ስራሕ ዘይቃርያ ምክንያቱ ዓብዩ ሚድያ እዩ ካብ ዓብዩ ሚድያ ከዓ ፅቡቅ ነገርና ክንመሃረሉ ንሕና እምበር ከምዚ ዓይነት ንወረደ ነገር ሲ ካብዞም ፕራንክ ንሰርሑ ዘይሕሽ ነገር እዞም ፕራንክ ዘርሑ ደሞ ይሕሺ ካብ እሶም ሰብ ተጥፍእ እዞም ፕራንክ ንሰርሑ ይሕሹ ኣነ እና ሃም ፅቡቅ ዛንታና ሰምዐት እወ ገለ እያ ናለትና ከምዚ ዓይነት ነገር ኣሳብ እውን ከምዚ ዓይነት ነገር ተስተካክሉ ይብል ብቻ ግን እንታይ እየ ክለክን ደልየ ብጣዕሚ እያ ሓጒሳትኒ ሸዊት ማለት እዩ ብጣዕሚ እያ ሓጒሳትኒ ሃመይቲ ስንካዕስ እየ መወደቐት ኢለ ካዕሲ ትሕቲኣ ወሪደ ትሕቲኡ ወሪዳ ስንካዕስ ዘይምረእያ እሞ ከዓ በዓል ሓዳር እኮ ኢለ ሰለስተ ቆልዑ ኣለውዎ ተጋያ ተባሂሉ በዓል ሓዳር ሰዓይሲ እንታይ ክገበር ከዝመፅኡ ዋናኻ ዝኸወቅስ እሞ ከዓ ብሶሻል ሚድያ ብስነ ስርዓት ዘይብሉ ቃላት ከምዚ ነይራ ኣዋሊደያ ዶ ኣቲ ሓሪሰያ ዶ ኻምዚ በሊዕና ዶ ኻምዚ ሰቲና ዶ ኻምዚኣ ትፈትየኒ ኔራ ዶ ኻምዚኣ ተፍቅረኒ ኔራ ዶ ኻምዚኣ ትቕምጠመኒ ኔራ ያዕ ተፈትያካ ትኹን ትኽእል እያ ፈትያትካ ኔራ ክትኮን ትኽእል እያ ያ ፍቕረይ ይመክሕን ጊን ሪኣትካ ኹነታትካ ሪኣ ዜሮ ዜሮ ጓል ተነስተይቲ ዓሰርተ ትፍረዮ ወዲ ተባዕታይ ደኣ እምበር እንድሕሪ ምስኣ ዘይኸድ ኮይኑ ወይ ከዓ ንሓዳር ዘይምጥን እንተኾይኑ ገዲፋታ እያ ትኸድ እዚ ክትፈልጥዎ ዘለኩም በቃ ትፍቅረኒ እያ እሞ ወዲ ተኛኡ ችግር መሲልክን ተፍቅረኒ እሞ ብዘይ ኣነ ወዲ የለ ኢሎም ስለ ዝኣምኑ ሸለል ይብሉኻ ንናገርዎ ይፈልጥዎ ንሰርሕዎ ይፈልጥዎ ሸለል ይብሉኻ ካብኡ ክናይ መስከድካኻ ሃምዚ ጌራት ንኸይዳ ሃምዚ ኢላት ንኸይዳ ሃምዚ ጌራት ንኸይዳ ጓል ደ ትእመን እያ ጓል ናይ ተኣመት መምን ክእመን ጀመር ጓል እያ ትእመን በብዞ ምድሪ ወደ ይእመን እዩ ወዲ ተመን እዩ ወዲ ኣይእመን እዩ መሓልተልካ እዮም ይምሕሉ ዝኾነ ነገር በተለይ ኣብዚ ኸዚ ሰዓት ብገዛ ወዲ እልህ ከይውድእልካ መሓልትል ከይምሕልልካ ምንም ንዕንቅኹም ነገር የለ ብቻ እስኻትክን ኣብ እግሮም ኮይንክን ከመይ ገይሮም እዮም ነውኪኽን ከምኡ እዮም ደሊታቶም ከመይ ገይሮም እዮም ነውኪኽን ከመይ ገይሮም እዮም ነሳቂኽን እሳቶም ጅግነት እዩ ዘይንዕኦም ማለት እዩ ግን ድንቁርና እዩ እምበር ጅግነት ኣይኮነን ንጓል ተንስቲ ዳውን ድንጓር ጅግነት ኣይኮነን ሰበይቲ ከመህዋር ጅግነት ኢለ እየን ሓስዋነ ሓድሓደኛኡ ጃናታት ከዓ ንሰበይትኻ ምፅቃጥ፣ ምኽባር፣ ምውቃዕ፣ ምፅፋዕ በቃ ናይ ተደለየ ነገራት መርኣይ ጅግነት ገይሮም ይቆፅርዎ እኒኡና ያው ኩሉ መወዳት ልክ ከይትናገር እኒኡ ሓደ ሓደ ጥዑያት ክትመላለኦም ስለዘይትኽእል ማለት እዩ ሓደ ሓደ ዝወረደ ከዓ ከምኡ ኢሎም እዮም ንሓስቡ በቃ ጓል ተነስተይቲ ካባና ክትበልፅ የብለን ብኢኮኖሚ ይኹን ብስራሕ ይኹን ኣብ ገዛ ተዓፅያ ክትውዕል እኒዋ ወፅያ ክትናገር የብለን ገለ ኢሎም ስለዝኣምኑ እዚኣቶም ድሑራታትቶም ዝርዝሩ ካብ ከምዚ ዓይነት ወዲ ይምሓረና ኣሕዋተይ እንታክል እኒኡ ክንደይ ስማርት ንኾኑ ኮንፊደንስ ዘለዎም ንባዕልቶም ናፅነት ረኪቦም ንኣኻ ናፅነት ንገብሩ ንህውኻ ንባዕልቶም ጀጓኑ ኮይኖም ንኣኻ እውን ጀጓኑ ንገብሩ ከወዳት እኒኡ እዚኣቶም ከዓ ክንማለሎም ኣይንኽእልን ከምዚኦም ዓይነት ወዳት ስለትርኢ ማለት እዩ

ኣሕና ከምዚ ተተፈላለና ወይ በተለይ ሲንግል ማማት ሲንግል ማም ብጣዕሚ ኢኻ እንት ሞራልካ እዩ ዝስበር ወይ ሲንግል ማም ኮይንካ ምስ ወድኻ ወዲ ክትፈላለ ኣለኻ ማለት እዩ ግን በጭራሽ ኢድክን ከይትህባ በፍፅም ተኣምር ማለት እዩ ዝኾነ ነገር ትሞክር ኣለክን ተሞኪርካ ከዓ ሓደ ሓደ ግዜ ስራሕ ትሞክር እሞ ነይቃንዐልካ ክኾን ይኽእል ናይ ክኸደልካ ክኾን ይኽእል፣ ኪሳራ ከጋጥመካ ክኾን ይኽእል። ግን እመናኒ ማለት እዩ ሓደ ሰብ ንክኾነት ነገር እንድሕር ፈቲኑ ፃምኡ ከምረክ ኣነ ይኣምን እዩ። በቃ ብፈጣሪ ሲ ፃማኻ ከምትረከዝ ይኣምን እየ። ከፍቴልካ ደኣ እሞ ኩሉ ነገርካ ኩሉ ነገርካ እንዲ ንወድቕ ሞራልካ ይስበር እዩ። ኮንፊደንስ የብልካን ወፂኻ ክትሰርሕ ትፈርሕ ኢኻ ከፍቴልካ ማለት እዩ። ወፂኻ ክትሰርሕ እንድሕር ጀሚርካ ብኮንፊደንስ እንድሕር ትንቀሳቀስ ትኾንካ ግን ወዲእካ ኣይተወድቕን። ስለዚ ትብዓትክን ዳኣ እምበር ንብዓትክን ከይተሪኣ በፍፅም ተኣምር ማለት እዩ። ከምኡ ክለክን ይደሊ ከምዚ ኣነ ብጣዕሚ እዩ ገሪምኒ እንዲያም እኔ እኮን ቃላት ተናገር እንዲያም ኣነ ሰጣዒስኒ ኣብ ፌስቡክ ስኢለ ከም ፀርፊ ሕወስ ንበላ ሸሪለ ነይረሲ ባይ

ወታዓታይ ኮይኑ ኩርዕ ክብል ኣለዎ በቃ ጀነን ክብል ኣለዎ ቡትን ኣለዎ ክተኣመን ኣለዎ ብዓርሱ ክተኣመን ኣለዎ እንዴ ምስ ጓል ተነሰይቲ እንታይ ኣምፀኡ እዚ እሞ ከዓ ምድያ እሞ ከዓ በዓል ሓዳር እታ ሰበይቲ ኣነ ገረመኒ ግን ኣነ እንተረዳእኩ ካብኡ ግን ማለት እዩ ካብ ነፍቅራ እየ ተረዲየ ብጣዕሚ እዩ ንፎትያ ምክንያቱ ኩሉ ግዜ ይዝክራ ማለት እዩ እምበር ሕሰቆ ኢሉ ተክሉ ድሕሪ ክንደይ ዓመት ምስኡ ዝነበረሲ ኣብዚ ኸዚ ሰዓት ንኣ ከወቅስ ምምፅእሲ ፍቅሪ እኒኦዎ ማለት እዩ እምበር ኣነ ረሲዐዮ እኒኦኹ ከመይ ጌርካ ዝዘክሮ ብስረኻ እና ብጣዕሚ እዩ ንገርም ከምዚ ዓይነት ወረዳታት ተስእኡን ከዓ ኣለዉ ንጓል ተነስተይቲ ክብሪ የብሎም ንባዓልቶም ይኸብሩ ካብኡ ከዓ ጓላት ኣለዎ ኣብዚ ፌስቡክ ኣትየ ርእየ ነይረ ጓላት ኣለዎ ደቁ ከምዚ ዓይነት ብሕማቅ ነገር ክለዓላ ኣይደሊ መቸም ዛተን ደቁሲ ብሕማቅ ነገር ክለዓሎ ኣይደልን በፍፅም ተኣምር ማንም ወላዲ ኣይደልን እና እዚ ከዓ ናጋን ጎጓላት ወሊድ እኒኦ ከምቱ ከም ዓይነት ስራ ተጋጢሞን ከመይ እዩ ክብል ዜሮ ዜሮ ኢድ ሸናሒ ፀናሒ ድያ ገለ ትበሃል ምስል ኣሎ ኢድካ ፀናሒት እያ መልካም ነገር ዝሰርሕ ትኾንካ መልካም ነገር ይፀንሐካ በተለይ ንደቅኻ ማለት እዩ ደቂ ንደቅኻ ናይ ኢድካ እዩ ዝፀንሐካ እና ሳላ ጸሎት ወለድና ኢና ውዚ ሕማቅ ናይ ገጥመና ኣለ ስደት ወፂና ዳ እምበር ወለድና ርጉማን ሸይጣውን ተትኾኑ ክንስሕና ነርና ኢና እና ናይ ወላዲኻ ኢድ ይንፀንሐካ ቆልዓ ናይ ወላዲ ኢድ ይንፀንሖ እና ኣሕዋተይ መዓረይ ኣጆኹም ክለክን ይፈቱ በቃ ዜሮ ዜሮ ካብ ሸዊታይ ተምሂርክን ከዚ ኣነ ካብ ሸዊታይ ተምሂረ ጠንኪርካ ምስራሕ ጠንኪርካ ምርኣይ ነብስኻ ኣልዕለ ቢልካ ንኽትረአ ምግባር ምፅዓር እየ ተማሂረ ካባናታ ነገር

ኣፍቃሪትኩም ጓልኩም ኩሉ ነገርኩም እያ ጓል ተነስተይትና ኣኽብርዋ ትኽበር እንድሕር ደሊኹም ኣኽብርዋ ክነኽብረኩም ምሳኹም ዝነበርኩም ሃይ ሓፍትኹም እየ ባይ ባይ ብካሊእ መደብ ክሽካዕ ዝመፀኩም ላይክ ሰብስክራይብ ሸር ኣይትረስዑ ኣሕዋተይ የቐንየለይ ቻው